ይመስሎም ኣሎ እረ ዘይውዳእ ሂብካ ይመስሎም ኣሎ እወ ሓጺን ዝለበሰት ይመስሎም ኣሎ እወ ፍጹም ዘይደኽማ ዋላ ሓደ የለን ንዓኣ ዝሓስበላ ዋላ ሓደ የለን ንዓኣ ዝሓስበላ ክነግረኪ በሊ እንተ ሰሚዕኽኒ ገንዘብ ከይተጥፍኢ ኣብ ኣብ ዘይትምስገኒ ብዝኻኣልክዮ ንባዕልኺ ኩኒ ሰብ እንተኮይንኪ እዩ ሰብ ዝፈትወኪ ሰብ እንተኮይንኪ እዩ ሰብ ዝፈትወኪ። ሰላም ከመይ ሓዲርኩም ከመይ ውዒልኩም ከመይ ኣምሺኹም በብሰዓት ኣቋጻጽራኹም ኣብ መላእ ዓለም እትርከቡ ክቡራት ተኻታተልቲ ናይዛ ቻናል ኣነ እዝጋብሄር እመስገን ሰላም እየ ከምቲ ሰላም ዘለክዎ ሰላም ክትኮኑ ናይ ልባዊ ትምኒተይ እዩ እምበኣርከስ ናብዛ ቪድዮ ክትኣቲና ኣለኹም ላይክ ሸር ሳብስክራይብ እናገበርኩም ምትዋዕኹም ኣይፈለየኒ ክብለኩም ይፈቲ ላይክ ሸር ሳብስክራይብ እናገበርኩም እተተሃወኒ ድሞ ብልቢ እየ ዘመስግን እምበኣርከስ ከምዚ ልሙድ እዚ ቻናልና ዝተፈላለየ ዜማ፣ ዛንታ፣ ግጥሚ ሒዙልኩም ዝቐርብ ቻናል ኮይኑ ሕጂ ደሞ ከምቲ ልሙድ ሕጽር ዝበለት ግጥሚ ሒዘልኩም መጽየ ኣለኹ እሞኒ እስካብ ቪድዮ ፍጻመ ሓቢርኩም ከተከታተሉኒ ብትሕትና ይሓትት ኣርእስቲ እታ ግጥሚ ደሞ ስደተኛ ሂዋን እያ ትብል ንኣብ ስዑዲ ዓረብ ዝርከባ ኣሕዋተይ ጠንካራታት ንዓተን እትገልጽ እያ እና ናብኡ ከብለኩም እየ ሰናይ ምክትታል ይኹነልኩም ስደተኛ ሂዋን ሂዋነይ እንታይ ኢለ ክጅምር ስምኪ ብሓቂ ቃል የለን ዝገልጽ ንዓኺ ስእሊ የለን ዝገልጽ ምስልኺ መጽሓፍ የለን ዝስንድ ታሪኽኪ ሰብ ውን የለን ዝፈልጥ ውሽጥኺ እወ ቃላት ስኢነ ዝገልጽ ንዓኺ እወ ቃላት ስኢነ ዝገልጽ ንዓኺ ተቀይራ ትበሃሊ ሽቃላ ኩሉ ደሓን ትብል ንዓምሃላ የዋህ ፈቃር ቅንዕና ኣመላ ኩሉ ኩሉ ግዜ ስራሕ ዕረፍቲ ዘይብላ ጸሓይ ዘይትርኢ ተኸዊላ ኩሉ ጸገማት ኣብ ልባ ክኢላ ውሽጣ ዘይፈልጡ ውሽጣ ዘይፈልጡ ይብልዋ ትነብር ኣላ ናብራ ኣይኮነትን ትነብር እያ ዘላ ሰብ ውን የለን ንዓኣ ዝርድእላ ሰብ ውን የለን ንዓኣ ዝርድእላ ሂዋነይ ብሓቂ ሽምዓ ገዛኢኪ ንባዕልኪ ኣብ ፀልማት ንሰብ ብርሃን ሂብኪ ንፋስ ንክትረክቢ ዘይፍቅደልኪ ኣብ ገዛ ተዓፂኪ ነፃነት ዘይብልኪ ናይ ሰብ ባህሪ ትክእሊ ባህርኪ ሓቢእኪ ኣብ ስደት ወፂእኪ እቲ ኣብ ስደት ወዲእኽዮ እቲ ንእስ ዕድመኺ ኣብ ዕድመ ንእስነትኪ ማዳ ኮይኑ ገጽኪ ብናይ ሓሶት ካሜራ ተተቀየረ መልክዕኺ መችዩዋ ስደት ይብሉዋ ልረእዩዋ ናረእዩ ስእልኺ መችዩዋ ስደት ይብሉ ናረእዩ ስእልኺ ውሽጥኺ ውሽጡ ቁቆስሊ ፍሽኽታ ኣመልኪ ደኒንኪ ትሰርሒ ተስፋ እናስነቅኪ በቃ ቃል የለን ዝገልፅ ንዓኺ መን እዩ ዝፈልጦ እዙይ ናትኪ ናብራ መን እዩ ዝፈልጦ እዙይ ናታ ናብራ ተዓፅያ ተሕልፎ ዕድመኣ ከሲራ ዝሓሰበቶ ካሊእ እዩ ኮይኑዋ ክሳራ መልክዕ የለን ተቀይሩ ሕብራ ሰብ ከይሪኣ ዕፁው እዩ በሪ መን እዩ ዝፈልጦ ዘላቶ መንከራ ተላዒላ ንግሆ ቅድሚ ቁርሳ ያላህ ተዓሊ ጉሚ ጂቢ ሽሊ የለን የለን ዝብለኪ ደሓን ዶ ሓዲርኪ ወይ ሽቃላ ትበሃል ኣላህ የልዓሊክ ጠይብ ትብል ኩሉ ክኢላ ኩሎም ኩሎም ብናይ ባዕሎም ክእዝዙኺ ንመላእ ስድራ ተገልጊሊ ሓንቲ ንስኺ ክንደይ ኢለ ክዝርዝር ስራሕኺ ኣነስ ብሓቂ ቃላት ስኢነልኪ ኣነስ ብሓቂ ቃላት ስኢነልኪ ጠንካራ ሄዋን እታ ጠንካራ ሄዋን እታ ኣብ ስደት ዘላ ንኹሉ እትመልእ ዕረፍቲ ዘይብላ ንኹሉ እትመልእ ዕረፍቲ ዘይብላ ዕረፍቲ ዘይፈልጥ ዕረፍቲ ዘይፈልጡ ኣብራኻ መሓውራ ላዕልን ታሕትን ትብል ክትሕግዝ ንስድራ ደኺመ ከይበለት ክትሽፍን ንናብራ ሓያል ተቓላሲት ጸገም ዘይስዕራ ሰንፍ ሰንፈት ዘይትፈቱ ብኹሉ ጠንካራ ሰንፈት ዘይትፈቱ ብኹሉ ጠንካራ ካብ መጠን ንላዕሊ ንሳ ናደኸመት ውሽጣ ብናፍቖት ዋላ ናሓመመት ገጻ ግን ብሩህ'ዩ ማንም ዘይግምታ ገጻ ግን ብሩህ'ዩ ማንም ዘይግምታ ደገኣ ጽቡቅ ተተልዓለት ፎቶ እንታይ ሓሚቁዋ ይብልዋ እኒ በዓል ኩስቶ ገለ ገለ ባዕላ እያ ትፈልጦ ተንሳ ዘላቶ ጊን ባዕላ እያ ትፍልጡ ተንሳ ዘላቶ እቲ ሓደ ይብላ ስደትኪ ነዊሑ እቲ ሓደ ካዓ ናብኡ እቲ ሓደ ካዓ ናብኣ የማዕዲ እእዳዉ ዘርጊሑ ንዓኣ ምጽባይ ገይርዎ ስርሑ ንዓኣ ምጽባይ ገይርዎ ስርሑ በቃ ፈሊጦምዋ እቲ ራህራህ ከብዳ እዎ ፈሊጦምዋ እቲ ለጋስ ኢዳ ጥርሓ ጥርሓ ትመጽእልና ጥራሕ ተምጽእልና ናብ ዝኸደት ከይዳ ጥራሕ ተምጽእልና ናብ ዝኸደት ከይዳ እታ ኣብ ስደት ኣታ ኣብ ስደት ዶ መሲልዎም ዓዳ ክተዕርፍ እኮ ትወልድ ትዝምድ እፎ ኢላ ክትነብር ኣቕኒዓ ክሳዳ ግዜ ንእስነታ እቲ ዕሸል ዕድመኣ ንባዕለይ ዘይትብል በጃ ንስድራኣ ኩሉ ግዜ ስራሕ እዩ እቲ ዕላምኣ ኣብ ዝኸደት ከይዳ ኣይረእኹን ካምኣ ኣብ ዝኸድኩ ከይደ ኣይረእኹን ካምኣ ዋላ ሓደ የለን ዝመጽእ ክንዳኣ ዋላ ሓደ የለን ዝመጽእ ክንዳኣ እዛ ጠንካራ ሂዋን እዛ ኣብ ስደት ዘላ ኩሉ ንባዕለይ እምበር ንማንም ዘይሓ ኩሉ ንባዕሉ እምበር ንማንም ዘይሓልየላ ዋላ ደሓን ዲኺ ንሳ ተተብሃለት ደሓን እየ ትብል ኩሉ ክኢላ ይመስሎም ይመስሎም ኣሎ እረ ዘይውዳእ ሂብካ ይመስሎም ኣሎ እወ ሓፂን ዝለበሰት ይመስሎም ኣሎ እወ ፍፁም ዘይደኽማ ዋላ ሓደ የለን ንዓኣ ዝሓስበላ ዋላ ሓደ የለን ንዓኣ ዝሓስበላ ክነግረኪ በሊ እንተ ሰሚዕኽኒ ገንዘብ ከይተጥፍኢ ኣብ ኣብ ዘይትምስገኒ ብዝኻኣልክዮ ንባዕልኺ ኩኒ ሰብ እንተ ኮንኪ እዩ ሰብ ዝፈትወኪ ሰብ እንተ ኮንኪ እዩ ሰብ ዝፈትወኪ የቐንየልና ክቡራት ተኻታተልትና እዛ ግጥምና ኣብዚ ወዲእና ኣለና እሞኒ ብጣዕሚ ደስ ትብል ግጥሚ እያ ነይራ እና ሰሓል ስለ ዝሓዝኒ ጎረረይ ምስቲ ዝንጽር ገይረ ከንብቦ ኣይከኣልኩን እምበር ብጣዕሚ ደስ ትብል እያ እና ስደተኛታት ዘለና ኣሕዋተይ ማለት እዩ ማንም ሰብ ንባዕልና ተኮይንና እዩ ዝፈትወና ንባዕልና ተተቐይርና ንባዕልና ተኮይንና ኢና እምበር ዝፈትወናን ዘኽብረናን እምበር ናጋንጎ ኣበይ ነርክን ከም ንበሃል ይፈልጥ እየና ኩሉ ግዜ ብመጠኑ ክኸውን ኣለዎ ናብራ ስደት ከቢድ እዩ ጊን ሃውና ኢሉም ኣዩሞኒን እዮም ትም ዓዲ ዘለው ብዙሕ ኣይርድኦምን እዩ ትመንከራ ትችግር ትፀገም ኣንሕና ኢና ኣብ ስደት ዘለና ተሓሊልና ንሕልፎ ኣለና እና ብዝተኻእለክን መጠን ብመጠኑ ክኸውን ኣለዎ ኣሕዋተይ ንዕላማና ኢልና እስኪ ንባዕልና ኢልና ንጉየ። ናጋ ንጎስ ማንም ሰብ ኣየልዕለናን እዩ ስለዚ ክንቅየር ተኮይንና ብትልሚ ክንከይድ ኣለና ብዕላማ ክንከይድ ኣለና ኣጠቃቅማ ክንፈልጥ ኣለና እና ክቡራት ኣሕዋተይ ኣብዚሐልኩምና ብዝቅፅል ደሞ ብካሊእ ኣርእስቲ ክመፅእ እየ ላይክ ሸር ሳብስክራይብ እናገበርኩም ምትዋዕኩም ኣይፈለየኒ ክብለኩም ይፈቲ እተሆነ ሃናፂ ዘበለ ርእይቶኩም ደሞ ኣብ ኮመንት ኣቀሙጥለይ ማለት እዩ። ብጣዕሚ ደስ ዝብል ሓሳባት ብጣዕሚ ደስ ዝብል ኮመንት ተጽሒፉ ክርእዮ ናሃለኹ ብጣዕሚ ንውሽጠይ ደስታ እዩ ዝዓስለኒ እና ቀጽልሉ ክብለኩም ይፈቲ ማለት እዩ እና ስናይ ቅንያት ይኹነልኩም ባይ ባይ።